ሓላፊ ናይ ኣውስተራልያ ሊቀ ጳጳስ ብፁዕ ኣቡነ ኣረጋዊ፣ ብፁዕ ኣቡነ ናትናኤል፣ ናይ ምዕራብ ሃገረ ሑመራ ሃገረ ስብከት ሊቀ ጳጳስ፣ ክቡራን ናይ ሃገረ ስብከቱ ሰራሕተኛታት፣ ክቡራን ናይ ሚድያ ነጠፍቲ ኩለኹም፣ ክቡራንና ክቡራት ኣብ ወፃኢ ዓድም ኣብ ውሽጢ ዓድም ዘለኹም ህዝበ ክርስትያን ኩለኹም እንኳዕ ንበዓለ ጥምቀ ንበዓለ ልደቱ ንጎይታና ኢየሱስ ክርስቶስ ንበዓለ ልደቱ ንበዓለ ጥምቀቱ ንበዓለ ኣስተርእዮ ክልተ ሽሕን ዓሰርተ ሸሞንተን ዓመተ ምህረት እብጽሕና ኣብጽሐኩም ክንብል ንፈቱ እሞ እዚ ሎማዓልቲ ያው እነመሓላልፎ ብዛዕባ ጾምና ሸውዓተ ኣፅዋማት ዝተመልከተ ከምዘሎ ኮይኑ ፅባሕ ሶኒ ክልተ ሽሕን ፅባሕ ሶኒ ዕስራን ሓሙሽተን ክልተ ሽሕን ዓሰርተ ሸሞንተን ዓመተ ምህረት ነነዌ ናይ ነነዌ ሰባት ዝፀምዎ ናይ ነነዌ ሰባት ድሕነት ዝረኸብሉ ጾም ኣቦታትና ሃዋርያት ዝሰርዕዎ ምስ ሸውዓተ ኣጽዋማት ሓደ ስሩዕ ኮይኑ እናተጾመ ዝመጸ ናይ ነነዌ ሰባት ካብ ዝተኣዘዞም መቅሰፍቲ ዝደሓንሉ እንደገና ሃዋርያው ፍሊጶስ ምስ ሞተ ተሰዊሩ ስግኡ ተሰዊሩ ስለ ዝነበረ ብሳልሳይ መዓልቲ ስለ ዝተረኸበ እዚ እውን ኣብዚ ኣትዩ ክስታወስ ገይሮም ሊቃውንቲ ሰሪዖምልና እዮም እሞ ፅባሕ ጥሪ ዕስራን ሓሙሽተን ክልተ ሽሕን ዓሰርተ ሸሞንተን ዓመተ ምህረት ይኣቲ ኣሎ። እዚ ጾም እዚ ብትኽክል ክንጾሞ ጾም ጥራሕ እንተይኮነ እውን ስእለ ኣድህኖ ኣውጺእና ናብ እግዚኣብሔር ናብ እግዚኣብሔር ማመልከቻና ክነቕርብ ግድን ስለ ዝኾነ ብብጊዚኡ ብብጊዚኡ እዞም ዝመጹ ዘለዉ ጾማት ማመልከቻና ጸገምና ናብ እግዚኣብሔር እነመልክተሎም ማመልከቻታት እዮም እዚኣቶም ንሕና ምስ እግዚኣብሔር እንራኸብ ብጾም ብጸሎት ብሱባኤ እዩ። እታ መማለዲትና ዝኾነት ድንግል ማርያም ናታ ስእሊ ሒዝና ስእሊ ኣድህኖ ሒዝና ንጎሆ ንጎሆ ንእሽተይ የለ ዓብይ የለ ኩላትና ኣብ ቤተ ክርስቲያን ተረኺብና ናብ ፈጣሪና ምህላ ክነቕርብ እወ እዚ እንድሕር ጌርና ኮይንና እንደ እግዚኣብሔር ንዓና ዝበሎ ምሕረት ንዓና ዝበሎ ሰላም ከም ዘምጸእልና ግድን ስለ ዝኾነ ያው ዘመነ ጥሪ ኩሉ ከም ድልየትና ብዘይ ጾም መጺና ኢና ሐዚ ግን ጾመ ነነዌ ጀሚሩ ኣሎ ካብኡ እውን ጾመ ኣርብዓ በትሽዓንተ መዓልቲ የካቲት እውን ይኣቱ ኣሎ ዓብዪ ጾምና ጎይታና ኢየሱስ ክርስቶስ ጾይሙ ጽሙ ኢሉ ባሪኹ ዝሃበና ቅዱስ ጾመ ስለ ዝኾነ ቅዱስ ጾም ሰውነትና ዝቕደሰሉ፣ ንሕና እውን ምስ ፈጣሪና እንተዓረቐሉ፣ እንራኸበሉ፣ ካብ ፈጣሪና ምሕረት ቸርነት እንረኽበሉ ጉዳይ ስለ ዝኾነ ያው እዚ ፅባሕ ዝኣቲ ዘሎ ካብቶም ሸውዓተ ኣፅዋማት ሓደ ተባሂሉ ተቖፂሩ እዩ ማለት እዩ። እና ፅባሕ ኹላትና ኣብ ርሑቅም ንሃሊ ኣብ ቃረባም ንሃሊ ኣብ ወፃእም ንሃሊ ኣብ ውሽጢ ዓድም ንሃሊ እዙ ፆም እዙይ ፆመ ነነዌ ናይ ክርስትያን ናይ ኦርቶዶክስ ስለ ዝኾነ እዙ ፆምና እዙይ ኣኽቢርና ብምህላ ንኽንፆሞ እናበልና ኢና ነመሓላልፍ። ምስኡ እነመሓላልፎ እንደገና ሎሚ ንትግራይ ዘይጠቅም ንትግራይ ረብሓ ዘይህብ ህዝቢ ትግራይ ብሰላም ዘየደቅስ ኩነታት ንሰምዕ ኣለና። ድሮናት ኣብ ዓድና ምድብዳብ ጀሚረን ኣለዋ፣ ንብረት የዕነ ኣለዋ። ስለዚ እዚ ነገር እዚ እውን እግዚኣብሔር ንኸርሕቀልና ግን ሰላም የድልየና ንኹላትና። መራሕትና እውን ናብ ሰላም ንክትምለሱልና ብቤተ ክርስቲያን ስም ጸውዒትና ነቕርብ። ህስሳ ለሰላም ወዴግና ነብዩ ዳዊት ከም ተናገሮ ንሰላም ኣልሽካ ተኸተላ እዩ ዝበለ። እንስሳ ምድላይ ጥራሕ እንተይኮነ ድለያ ደሊኻ ምስ ረኸብካያ ደሞ ተኸተላ ኢኻ ሓልዋ ማለት እዩ። ሓልዋ ኣጥቢቅካ ሓልዋ ማለት እዩ። ሰለዚ ሰላም ንህዝብና ዝጠቅም ሰላም ንህዝብና ዝጠቅም እርጋዕታ ንህዝብና ዝጠቅም ብሰላም ወፂእኻ ብሰላም ምእታው ብሰላ ንህዝብና ዝጠቅም ሰሪሑ ክኣቲ ዳቡኡ ክበልዕ ደቁ ከምህር ደቁ ኣብ ቁምነገር ከብፅሕ እዩ ዝምነ ህዝቢ ትግራይ። ሰላም እዩ ዝደሊ ህዝቢ ትግራይ ርግዓት እዩ ዝደሊ ህዝቢ ትግራይ ሰሪሑ ክበልዕ እዩ ዝደሊ ህዝቢ ትግራይ ጦርነት ኣይደልን ህዝቢ ትግራይ ፍቅሪ እዩ ዝደሊ ምስ ኩሉ ተስማሚዑ ምስ ኩሉ ተረዳዲኡ ክነብር እዩ ዝደሊ ስለዚ እዙ ዝግበር ዘሎ እንሰምዖ ዘለና ብእዝንና እንሰምዖ ዘለና ግን ንህዝቢ ትግራይ ስለ ዘይጠቅም መራሕቲ እውን መራሕትና እውን ፖለቲከኛታት እውን ናብ ሓደ መፂኹም ኩሉ ግዜ እንናገሮ እዩ። ኩሉ ግዜ እንልፍልፎ እዩ። ናብ ሓደ መጺኹም ተተዛተኹም፣ ናብ ሓደ መጺኹም ተተማኸርኩም፣ ናብ ሓደ መጺኹም እሂን ምሂን ተተባሃልኩም እንታይ ጸገም ኣለዎ? እንታይ እዩ ጸገሙ? ብጦርነት ዝፍታሕ ምንም የለን። ጦርነት ርኢናዮ ኢና። ጦርነት መጺእናሉ ኢና፣ ኣድቂቑና እዩ፣ ወለዶና ኢና ስኢንናሉ። እነታትና ኢና ኣብኪናሉ፣ ወጣትና ኢና ኣህሊቅናሉ፣ ፕሮጀክትታት ተሃኒፆም ዕስራን ሸውዓተን ዓመት ዝተሃነፁ ህንፃታትና እዮም ዝዓነውሉ። ዝተረባሕናሉ ነገር፣ ዝተጠቐምናሉ ነገር ብዝሓለፈ ጦርነት እዙይ ተረቢሕና ኢና፣ እዙይ ተጠቒምና ኢና እንብሎ ነገር ሓደ እንሓደ ስለዘየለ ሕዚ እውን በይዛኹም፣ በይዛኹም ኣብ ጸጋም ሃልዉ፣ ኣብ የማን ሃልዉ፣ ኣብ ቅድሚትም ሃልዉ፣ ኣብ ድሕሪትም ሃልዉ፣ ስለ እግዚኣብሔር ጦርነት ይኣክል፣ ዕግርግር ይኣክል፣ ንዓና ኣይጠቕመናን፣ ንህዝቢ ትግራይ ኣይጠቅምን። ስለዚ ከም ቤተ ክርስቲያን ኣቦታት ከም ምዃንና መጠን ዋእ እንታይ ኢና ክንገብር ዘለና ደኣ ካብ ልመና ሓሊፍና ካብ ምምካር ሓሊፍና እንታይ ክንገብር ኣለና ዋእ ነዚ ሰላም ንህዝቢ ትግራይ ሰላም ሃብዎ ንህዝቢ ትግራይ ሰላም ዓድልዎ ስለ እግዚኣብሔር ንብለኩም ኣለና ስለ ሰማያዊ ንጉስ መራሕትና ናብ ልብኹም ተመለሱ መራሕትና ናብ ኣይምረኹም ተመለሱ ንህዝቢ ትግራይ ንዝወዱ ዝገበረ ንዝጓሉ ዝገበረ ንዘዕፅምቱ ዝኸስከሰ ኑቲ ደሙ ዘፍሰሰ ስለ እግዚኣብሔር ኢልኩም ይቕረ በልዎ ብሰላም ብፍቅሪ ደብስዎ ደበሱ ፍቅሪ ይኹን ደበሱ ሰላም ይኹን ደበሱ ርግዓት ይኹን ይኣኽለና እነታትና በኽየን እየን እነታትና ነቢዐን እየን። ኣቦታትና ህዝቢ ትግራይ ርእሶም ደፊኦም እዮም። ይኣክል ይኣክል ይኣክል ይኣክል ይኣክል ስለ እግዚኣብሔር ኢልኩም ይኣክል። ስለዚ ፃውዒትና ብዙ ዓይነት እዙይ ነቕርብ ኣለና። ፃውዒትና ሰሚዕኹም ተግባራዊ ንክትገብርዎ ተስፋ ንገብር። ተስፋ ንገብር ኣብ በረኻ ወፂእኻ ዳግም ኹናት ንዓና ንህዝቢ ትግራይ ንወለዶ ትግራይ ስለ ዘይጠቅም ስለ እግዚኣብሔር ኢልና ነማሕፅነኩም ኣለና ነማሕፅነኩም ኣለና ከም ኣቦታት መጠን ኣቦታት ኢና ንናገር ዘለና ስለ እግዚኣብሔር ኢልና ኣብዮቱታና ድምፅና ነስምዕ ኣለና ይኣኽለና ሞት ይኣኽለና ስቃይ ይኣኽለና ብድሮን ምድብዳብ ይኣኽለና ጥምየት ይኣኽለና ይልቁንስ እቶም ተፈናቒሎም ዘለዉ ህዝብና ብሰላም ብኢሂን ምሂን ተተመለሱ እዩ ዝሐሸና ተተመለሱ እዩ ዝሐሸና ዘለኣለም መስዋኢት እናኸፈልና ዘለኣለም ኣዕፅምትና እናኸስከስና ደምና እናፍሰስና ኣደዳ ኦመራ ኣደዳ ኣራዊት እናኾንና ክንነብር ኣይግባእን። ስለ እግዚኣብሔር ኢልና ናብ ኣይሙረና ንመለስ ፃውዒተይ ቡዙይ የቅርብ ኣለኹ። ወስብሃት ለእግዚኣብሔር።
ብፁዕ ኣቦና ኣውነ መርሃ ክርስቶስ ናይ መንበርና መንበረ ፓትርያርክ ጠቅላይ ቤተ ክህነት መንበረ ሰላማ

እዚ ናይ ኣቦታትና ናይ ኣቦና ዝተመሓለፈ መልእኽቲ ሕዚ እውን ካብ ኣቦታትና ዝቕፅል ዘሎ መልእኽቲ ትሰምዑ ዘለኹም ወገናትና እቲ መልእኽቲ ብብፁእ ኣቦና ብሰፊሑ ተነጊሩ ኣሎ ከምቲ ዝተባህለ ፅባሕ ኢና ንጅምሮ ዘለና እዚ ዓብዪ ፆም እዚዩ ማለት ፆመ ነነዌ ከም መለበገስ ጌርና ክንሪኦ ዝግባእ ብፁእ ኣቦና ብሰፊሑ ናብ ዝመርሑ ዘለዉ ኣብ ሓላፍነት ዘለዉ ኣብ የማን ይሃልዉ ኣብ ጸጋም ኣብ ርሑቕ ይሃልዉ ኣብ ቀረባ ክገብርዎ ዝግባእ ናይ ኣቦነት ናይ ኩልና መልእኽቲ መሓሊፎም ኣለዉ። ምናልባት እዛ ዕድል እዚኣ ተጠቒመ ኣነ ድማ ክብል ዝግበኣኒ ነገር ብጹእ ኣቦና ልክዕ ናይ ዘመንና ናይ በዚ ሓድሽ ኪዳን እንትሪኡ ከለና ናይ ሓድሽ ኪዳን ከም ዮናስ ጌርና ክንወስዶ ንኽእል። በዚ ዘመን እዚዩ ናይ ሽዑ ነብዪ ዮናስ ንሰብ ነነዌ ብርቱዕ ኣምላኽ ዝኣዘዞ ከም ዝተዛረበ ሎሚ እውን ከዓ ድማ ኣብ መከራ ውሽጢ ንዘለና ህዝቢ ወይም ድማ ኣብ ንዘላ ሃገረ ትግራይ ኢሉ እውን ሓዊሱ እውን ሙሉእ ኢትዮጵያ ንዘሎ ህዝቢ ኣብ መከራ ስለ ዘሎ ነዚ መከራ እዚዩ ንክሃድእ እዚ መከራ እዚዩ ካብ ኩልና ንክጠፍእ እሞ እግዚኣብሔር ገጽ ምሕረቱ ክምልሰልና እዩ እቲ መልእኽቲ ናይ ሎሚ ብሓድሽ ኪዳን ዘለና ኣቦታትኩም ከዓ እሶም ጺና ሎሚ መልእኽቲ ዝመሓለፍ ዘሎ ሓንቲ ጥቕሲ ክጠቅስ እሞ ትንቢተ ዮናስ ኣብ ምዕራፍ ሰለስተ ዘሎ ሓይለ ቃል ወኣምኑ ወይ በተኣመኑ ሰብኣ ነነዌ በቃለ እግዚኣብሔር ወሰበኩ ጾመ ወለብሱ ሰቀ ኣብዮሙ ወንእስዎሙ ወነበሩ ውስተ ሓመድ ወይ ውስተ ሓመድ ዝብል ቃል ኣሎ። እዚ ናይ ዮናስ ስብከት ምስ ተሰምዐ ነነዌ ኣብ ሰለስተ መዓልቲ ክትጠፍእ እያ እንድሕር ንስሓ ዘይኣትኹም ዝብል ድምፂ ምስ ተሰምዐ እቲ ዓብዪ ተቐባላይነት ናይቲ ህዝቢ ህዝቢ ነነዌ ከመይ ከም ዝተቐበሎ ኢና ንርኢ ዘለና። ሎሚ እውን ናይ ኣቦታትና መልእኽቲ እንተ ዶብ ርሑቕ ዘለኹም፣ እንተ ዶብ ቀረባ ዘለኹም፣ እንተ ዶብ መሪሕነት ዘለኹም፣ እንተ ዶብ ኣብ ተመሪሕነት ዘለና፣ ኩልና ታብ ቦታትና መልእኽቲ እንድሕር ከም ዝሕይ ሰብ ነነዌ ዝተቐበልዎ፣ ብኣግባቡ ምኽሪ ወለድናን ናይ ቃል ናይ እግዚኣብሄር ቃል እዩ ኢልና ክንሰምዖ ይግበእና እዩ። ልክዕ ከምኣቶም ናብ እግዚኣብሄር ክንምለሰላ። ዝግበእና ሰዓት እዩ ኣነ ናይ ሰብ ነነዌ ጾም ናይ ሎሚ ለብዘበን ከም ዓሚ ወይ ከም ቅድሚ ዓሚ ገይረ ዋይ ዓምን ቅድሚ ዓምን ሓሙሽተ ዓመት እኳ ተመሳሳላ እዩ ከምቲ ቅድሚኡ ዝነበረ ዋላ ከም ዓምን ቅድሚ ዓምን ክንጾሞ ኣለና ኢለ ይኣምን ከምቲ ኣቦና ዝበልዎ ሎሚ ክሪቲካል ሓደጋ ዝኾነ ልክዕ ክልተ ሽሕን ዓሰርተ ሰለስተን ዋዜማ ኣብ ህዝቢ ትግራይ ቅልውላው ኣትዩ ዝነበረ ልክዕ ብተመሳሳላይ ታዋዜሙ ሓሊፉስ ኲናት ዝተጀመረሉ እዩ ማለት ይከኣል እዩ። እዛ መልእኽቲ እዚኣ ከነመሓልፍ ከለና ትማልን ቅድሚ ትማልን ነበረያ ነበረ ከይኮነስ ብኣካል ዓለም ዝርኦ ዘሎ ኣብ ንጹሃት ዜጋታትና ኣብ ገንደብታ፣ ኣብ እንትጮ፣ ኣብ ቆላ ተምቤን እሞ ድማ ኣብ ንጹሃን ዜጋታትና ዘይዓርፋ ድሮናት ኣብ ንጹሃን ዜጋታትና ሞት ኣብ ዝፍጽማሉ ሰዓት ኢና ነሕልፎ ዘለና እዚ መልእኽቲ እዚ። ስቓይ እዩ ዝበዝሕ ዘሎ። ካብኡ ሓሊፉ እውን ካብ ኣዲስ ኣበባ ካብ ወፃእ ናብ ትግራይ ዝኣተዉ ካብ ትግራይ ተመሊሶም ክኸዱ ዝነበሩ ደቅና ወይ ህዝብና ኣየር መንገድ ተዓፅዩ ተቖሊፉ ኣብ ዘለዎ ሰዓት ኢና እዚ ፆም እዚ ነውጆ ዘለና። ካብኡ ሓሊፉ እውን ካብ ሕዚ ንደሓርስ ውዕሊ ብሪቶርያ ተፈሪሙ እዩ እሞ ሰላም ኢና ኢሉ ንኹሉ ሰብ ዘለዎ ገንዘቡ ከም ትማሊ ናብ ባንኪ ኣእትዩ ካብታ ዘእተዋ ናይ ባንኪ ገንዘብ ኣውፂኡ ክጥቀም ዘይኽእለላ ካብ ክልተ ሽሕ እውን ወሪዳ ህዝብና ወረፋ ሓይዙ ዘሎ ቃዕ እናበለ ብፀሓይ ዝውዕለሉ ዘሎ ዘመን እዩ። ዋዜማ ኢና ወይ ድማ ኣብቲ ሰዓት ንሱ ኮይንና ኢና ፆመ ነነዌ ክንጅምር ዘለና። ስለዚ ኣብዚ ዓይነት እዚ ውሽጢ ኢና ንሱ ጥራይም ኣይኮነን። ኣቦና ኩልኹም ኣቦና እውን ከም ዝገለፅዎ ካብኡ ንላዕሊ ዘሕዝን ከዓ ትማሊ ኣብ ሓንቲት ደቂ ሓንቲት ደቂ ሓንቲት ማህፀን ደቂ ሓንቲ ማህፀን ትግራይ ካብ ማህፀን ትግራይ ዝተወለዱ ትማሊ መከራ ትግራይ ኣደታት ስቓይ ትግራይ ንኸናግፉ ካብ እፅዋን ክባን ከድሕኑ ኩሎም ኣብ ሓደ ኮይኖም መስዋዒት እንዳኸፈሉን ታሪኽ እናሰርሑ ዝመፁ ደቅና በቲ ይኹን በቲዩ ሎሚ ተፈላለዮም ትግራይ ኣብ ዓብዪ ውርደት ኣብ ዓብዪ ሓዘን ዝወደቐትሉ ዋዜማ ኢና እዙይ ኣብ ታሪክ ትግራይ ኣይተፈፀመን። ታሪክ ትግራይ ክርኢ ከለና ተጋሩ ንርዳእ ኢና ኩልና ነንርሶም ብዘመነ ብደጃት ብደጃት ተባኣሱሉ ዘመን ነይሩ እዩ ንዝክሮ እዩ ነገር ግን ከም ለብ ዘበን ግን ኣይኮነ ከም ለሙ ግን ኣይኮነ እንታይ እዩ ዝፈልዮ እንተይልና እቶም ቀደም ትግራዋይ ምስ ትግራይ ኣቢሮ ሓቢሮም ኣብ ውሽጢ ትግራይ ኮይኖም ነንርእሶም ደኣ እምበር ካሊእ ኣብ ናብ ካሊእ ዝተፀግዕሉ ወይ ድማ ዝኸድሉ ነገር የለን። ሎሚ ግን ክልተ ኣሕዋት ትማል ሓደ ዝነበሩ ደቅና ንፁሃት ኣብ ፖለቲካ የለው ኣብ ገለ የለው ደቂ ሓረስቶት ወለዶም ኣብ ቴንዳ ዘለው ናይ ክልቲኦም ደቂ ወለድሲ ኣብ ቴንዳ ረኺብናዮም ኢና። ኣብ ነፃ መሬት ኣለኹ ዝብል ተቓላሳይ ዝብል ዘሎ እውን ኣብ ትግራይ ኮይኑ ዝቃለስ ዘሎ እውን ክልቲኦምሲ ወለዶም ኣብ ቴንዳ ውሽጢ ይሳቐዩ ኣለዉ። እዚኣቶም ክልቲኦም ብፁዕ ኣቦና ዝቃተልሉ ዘለዉ ሰዓት እዩ። እዚዩ ኣዝዩ መሕመሚ እዩ ንዓና። ኣብ ሰዓት እዙይ ክንእውጆ ከለና ጾም እዙይ እንዳሓሰብና እዚዩ ብካሊእ ፀላእ ዝመፀካ እኮ ቀሊል እዩ ትምክቶ ኢካ ሓው ምስ ሓው ኣካል ምስ ኣካል የማናይን ፀጋማይን ዝዋቀዕሉ ሰዓት ስለዘሎ ናይ ፆመ ነነውየ መልእክትና ከም ኣምን ቅድሚ ኣምን ከይኮነስ ኩልና ልክዕ ከም ሰብ ነነውየ ኣብ ሓመድ ወዲቅና ስቓይ ህዝብና እናረእና ንኸደሉ ክኸውን ይግባእ። እዚ ኩልና ኣትኲርና ክንጽሊ ይግባእ። እቲ ዋና ድማ ታብኡ ዘሊሉ ንክልቲኡ ኣካል ኢና ክነሕልፈሉ ዝግባእ። ናይ ኢትዮጵያ መንግስቲ'ውን ናይ ኣብ ትግራይ ዘሎ ግዝያዊ መንግስቲም ውዕሊ ብሪቶርያ ዝፈጸሙ እዞም ክልተ ሓይልታት እዚኣቶም ነመሓልፉ ክነመሓልፈሎም ዝግበእና መልእኽቲ እኒሀ። ናይ ትግራይ ሰላም ኮነ ማለት ኢትዮጵያ ሰላም ኮነት ማለት እዩ። ኢትዮጵያ ሰላም ኮነት ጥራይ ማለት ድማ ቀርኒ ኣፍሪካ ሙሉእ ሰላም ኮነ ማለት እዩ። ርኢናዮ ኢና ትግራይ ሓሙሽተ ዓመት ኣብ ቀልላው ነይራ፣ ትግራይ ኢትዮጵያ ግን ሰላም ኣይረኸበትን። ስለዚ ንትግራይ ሰላም ምፍታሕ ማም ምምፃእ ማለት ናይ ኢትዮጵያ መንግስቲ እታ እንኮ ዝኾነት መፍትሒት ተጠቒሙ ዓለም እውን ዝብላ ዘሎ ዩናይትድ ኔሽን ዝብላ ዘሎ ሕቡራት መንግስታት ዝብልዋ ዘሎ ኣውሮፓ ሕብረት ዝብላ ዘሎ ኣፍሪካ ሕብረት እውን ዝብላ ዘሎ ናይ ካልእ እውን ዝዛረብዎ ዘለው መድሕን ህዝቢ ትግራይ ውዕል ብሪቶርያ ክፍፀመ ኣለዎ እያ እዚኣ እንተኮይና ሰላም ክመፅእ እዩ ዝበሃል ስለዝኾነ ናይ ኢትዮጵያ መንግስቲ እውን ናብ ቀልቡ ተመሊሱ ከም ትማሊ ኣብ ልዕሊ ንፁሃን ካብ ከምዚ ዓይነት ዝበለ ምፍፃም ጠጠው ክብል ኣብ ትግራይ ዝኒሀ መንግስቲ ጊዚያዊ መንግስቲ እውን እዛ መንፈ እዛ እዚኣ ሓይዙ ክሰርሕ ምስ ውዕል ብሪቶርያ ዝፈፀመ ዝፈረመ ኣካል ሕወ ዘሎ መን ናይ ሕውሓት እውን እዚኣ ብኣትኪሩ ክሰርሕ ኣማጢጡ ሰላምን ሰላምን ጥራይ ከምቲ ኣቦና ዝበልዋ ካብ ሰላም ንላዕሊ ንሕና ትግራይ ትጠልብዎ ነገር ሰላም ሰላም ሰላም እዩ በቃ ናይ ትግራይ ዲማንድ ሰላም እዩ ስለዚ ህዝብና ኣብዚ ሕይ ይቅርታ ይገበረለይ ብፁኣ ብፁኣን ኣቦታት እዚኣ ኩልና እንዳሓሰብና ሓመድ ለቢስና ንህዝብና ክነምፅእ ንኽእል ናብ ሰላም ክነምፅእ ናብ እግዚኣብሔር ንመለስ ናይ ነነዌ ኣምላኽ ናህና ኣምላኽ እዩ ክሰምዐና እዩ ዝብል መልእኽቲ ኣለኒ ክብረት ይሃበለይ ብፁዕ ኣቦና ብፁዓን ኣቦታትና ኣቡነ መርሃ ክርስቶስ ኣቡነ ሰላም ኣቡነ ኣረጋዊ ክቡራን ኣብዚ ቅዱስ መንበር ዓሲልኩም ትነብሩ ኦርቶዶክሳውያን በቢ መዓርግኩም ከምኡ እውን ኣብ ደገነ ውሽጥን ኮይንኩም ብፍላይ ብዙ ልሳን ትግራይ ትከታተሉና ተጋሩን ኤርትራውያንን ኢሉ እውን መላእ ኢትዮጵያውያን መላእ ክርስቶሳውያን ብሓቂ ኣብዚ ሰዓት እዚ ኮይንና እንትንናገር ካብ መጠን ንላዕሊ እናሓዘና እናሰጋእና ውሽጥና እናተሰበረ ኣብ ኣቦታትና ይኾነ ዕድመና ርኢናዮ ዘይንፈልጥ ነገር እናረኣና ንምንጋሩ ዘሕፍር ሰብ ሰሪሑ ተንቀሳቒሱ ክነብረሉ ኣብ ዘይኽእሉ ሰዓት በፂሕና። ብዙሓት ወለድና፣ ብዙሓት ኣሕዋትና፣ ብዙሓት ደቅና ኣብ ቴንዳ ውሽጢ እናነበሩ ኣብ ኬንዳ ውሽጢ ምንባር ጥራሕ ተይኮነስ ብዝብኢ እናተበልዑ ብኣራዊት እናተነኸሱ፣ ጥምየቶም ከይኣኽሎም ሕማሞም ከይኣኽሎም ቀለብ ኣራዊት ኣብ ዝኾነሉ፣ ኣብ ልዕሊ እዚ እውን ከምቲ ብብፁዓን ኣቦ ኣቦታተይ እናተናገረ ዝፀንሐ ኣብዚ ሰዓት እዚ ኣብ ልዕሊ ትግራይ ድሮናት መፅየን ብለይትን ብቐትርን ዝጭፍጭፍ ኣሎ ምንም ነገር ኣብዚ የለ ኣብ ዝተወሰነ ወሰና ወሰን ዝተፈጠረ ነገራት ከም ዘሎ ንሰምዕ ኣለና እንተዘይረኣና እውን ኣብ ማእኸል ትግራይ ግን ባናና፣ በርበረ፣ ኣስቤዛ፣ ጨው ዝፀዓና መኻይን ብዱረን ኣብዚ ድብደባ ኣሎ። ንመኻይን ጥራሕ ተይኮነት ሽፈራት ተይቀረየ ብህይወቶም ዝሓልፍሉ ሰዓት ኮይና ኩሉ ግዜ እውን ሕደጉ ዝብል ምኽሪ መስማዕ እምበር ካብኡ ሓሊፍና እውን ዓቕምና እውን ስለ ዘይፈቅድ ግን እዚ ነገር እዚ ተደጋጋሚ ብምንጋርና እናሓፍርናን እናሓዘና እናሰገእና ንናገሮ ነገር እዩ። ቃለ ህይወት የስመዐልና ወለድና ብዝግባእ እቲ መልእኽቲ ኣመሓሊፎምዎ እዮም። ነገር ግን በስመ ክልኤቱ ወሰለስቱ ይቀውም ነገር ከም ዝብሎ ቅዱስ መፅሓፍ እቲ ኣቦታትና ዝበልዎ ሓቂ ርዱእ ኣብ መሬት ዘሎ ኩነታት ምዃኑ ኩላትና በቢ እግዚኣብሔር ዝሃበና ኣንደበት ክንገልፆ ስለ ዝግባእ እዩ እምበር ዘይተነገረ ነገር ሃልዩ ኣይኮነን። እሞ ካብ ጽባሕ ጀሚሩ እንጾሞ ዘለና ጾም ነነዌ፣ ጾመ ነነዌ ተባሂሉ ካብቶም ሸውዓተ ኣጽዋማት ሓደ ዝኾነ ጾምና ዝቐደሙ ወለድና ተጠቒሞምሉ፣ ተረቢሖምሉ፣ ድሒኖምሉ። ሰብኣ ነነዌ ካብ ሞት፣ ካብ መቕሰፍቲ እግዚኣብሄር፣ ነጻ ዝወጽሉ እዩ። ካብኡ መለሽ ናብዚ ዘሎ ብፍላይ ኣብ ሓድሽ ኪዳን እውን ካብቶም ሸውዓተ ወሰንቲ ዝኾኑ ናይ ኣዋጅ ኣጽዋማት እታ ሓንቲ ጾመ ነነዌ ተባሂላ ትፍለጥ። ኣጥቢቆም ዝጸወምዋ ዝጽልዩላ ምስ ኣምላኽ ዝራኸቡላ ጾመ ነነዌ እያ። ስለዚ ጾም ነነዌ እንትንብል ነነዌ ዝበሃል ዓዲ ምልዓልና ጥራሕ ኣይኮነን። ጾም ክርስትያን እዩ፣ ጾም ኦርቶዶክሳውያን እዩ ከምቲ ብፁዕ ኣቦና ኣቡነ መርሃ ክርስቶስ ተናገርዎ። ምስዚ ተታሒዙ ካብ ነነዌ ንሕና እንታይ ክንምሃር ንኽእል? ብፍላይ ብፁዕ ኣቡነ ሰላማ ዝግባእ ጥቕሲ ጠቒሶም ነነዌ እንታይ እዮም ገይሮም ከመይ ድሒኖም እቲ ዝደሓንሉ መንገዲ ደሞ እቲ እንኮ መልእኽቲ እግዚኣብሔር ብዮናስ ኣቢሉ እንትመጾም እቲ መልእኽቲ ምስምዖም እዩ እዚ ኣብዚ ሰዓት እዚ እንዲያውም ተናጋሪ ብዙሕ ዝተሰኣነሉ ግዜ ኣይኮነን፣ ሰማዒ ዝሓፀረሉ ግዜ እዩ። መፅሓፍና ኩን ኩን ፍጡነ ለሰሚ ወግንዱየ ለአውስኦ ቃል ንምስማዕ ፈጣን ድልው ኩን ንምንጋር ግን ተረጋገ ኢኻ ተዓጊስካ ቀስ ኢልካ ተናገር ኣብ ዝብለሉ መፅሓፍና ንሕና ግን ንምንጋር እምበር ንምትግባር ንምስማዕ ድልዋት ዘይምዃንና ኣብ ልዕለና ዝበፅሕ ዘሎ ነገር ንሪኦ ንሰምዖን ኣለና ኣብ ማቴዎስ ወንጌል ምዕራፍ 12 ቁፅሪ 38 እስካብ 43 ዘሎ ነገር ተንብና ነነወ ሰብኣ ነነወ ሰብ ነነወ ከመይ ከም ዝተጠቐሙ ንሕና እውን ከመይ ክንጥቀም ከም ንኽእል ብደንቢ ቁልጭ ኣቢሉ ኣርእዩና ኣሎ። ሰብኣ ነነዌ ትነስኡ ኣመ ዕለተ ደይን ወይ ትፋተዋ ለዛቲ ትውልድ ወይ ኣስተሃፍርዋ ሰብ ነነዌ ኣብ ግዜ ፍርዲ ኣብ ናይ መጨረሻ ኣብ ናይ መከራ ግዜ ኣብ ናይ ፍርዲ ግዜ ክለዓሉ እዮም ንዛ ወለዶ እዚኣ ድማ ከሕፍርዋ እዮም ክፋረድዋ እዮም ንምንታይ እስመ ነስሑ በስብከተ ዮናስ ንሳቶም ዝቐደመ ህይወቶም እኳ ብብዙሕ መልክዑ ዝተበላሸወ ዝተጨማለቐ ንህይወቶም ኣብ ዘይነብሕ ኩነታት ይነብሩን ይንቀሳቐሱ እንተነበሩ ነገር ግን ስብከተ ዮናስ ሰሚዖም ቀልጢፎም ወዓል ሕደር ብዘይብሉ ስለተመለሱ ኣብ ዕለተ ፍርድስ ንዛ ወለዶ እዚኣ ክፋረድዋ እዮም ኢሉ ክርስቶስ ቃል ብቃል ጠቂስዋ ንምንታይ እዮም ፈረድቲ ኮይኖም ወይ ንኣብነት ኮይኖም ተጠቂሶም ትል ደሞ እስመ ነስሁ በስብከት ዮናስ ብዮናስ ስብከት ተመሊሶም ኣለዉ ወናሁ ሃሎ ዘየኣቢ እም ዮናስ ነገር ግን ካብ ዮናስ ዝዓቢ ኣብዚ የምህር ኣሎ ኢሉ ክርስቶስ ንባዕሉ ጠቂሱ ዝተናገሮ ነገር ኢና ንርኢ እዚ ማለት እንታይ ማለት እዩ? ሰብ ነነዌ ብዙሕ ሕማቕን ጽቡቕን ዘሕለፉ ሰባት እዮም። ክልተ ህይወት ኣለዎም፣ ክልተ ኣነባብራ ነይርዎም። ዝቐደመ መነባብርኦም ብዓመፅ፣ ብተንኮል፣ ብቕትለት፣ ብዝሙት፣ ብሸለልተኝነት፣ ብግድየለሽነት እግዚኣብሔር የለን እስካብ ምባል ዝበፅሐ ሕማቕ ህይወት፣ ሕማቕ ኣነባብራ ነይርዎም። ናይ ዮናስ መልእኽቲ ምስ ተላእከሎም ግን ዮናስ መን እዩ እንታዋይ እዩ ካበይ እዩ መፅኡ እኳስ ኣይበሉን። ናይ እግዚኣብሔር መልእኽቲ ምዃኑ ብቀጥታ ተረዲእዎም ካብ ላዕለዋይ መንግስቲ ኣብ ዙፋን ዝነብር መንግስቲ ጀሚሩ እስካብ ሰራሕተኛ የሞያ ሰሪሑ እስካብ ዝነብር ዘሎ ኣካል ኩሉ ማቅ ለቢሱ ወጮ ተኸዲኑ ኣብ ሓመድ ከም ትመጽኡ ኣቦና ዘበልዎ ኣብ ሓመድ ወዲቑ ንሰለስተ መዓልቲ ጸይሙ ጸልዩ ኣጥፊእና ኢና በዲልና ኢና ብበደልና ከይተጥፈልና ኣምላኽና የሆብ መልእኽተኛ ሊቕካ ኣለኻ እቲ ዝተላእኸ መልእኽተኛ ተቐቢልናዮ ኣለና ብምባል ሰለስተ መዓልቲ ጥቡቕ ዝኾነ ኣይኮነን ሰብ እንስሳ ጭምር እንስሳ ዘቤት እንተይቀረየ ህፃናት ከይቀረዩ ጾሞም ውዒሎም ሓዲሮም እዮም ብኡ መልክዕ ደሞ ጸሎቶም ተሰሚዑ እዩ ካብኡ ንድሓር ዘሎ ህይወት እቲ ናይ መጀመርያ ዝተበላሸ ህይወት እኳ እተነበረ እታ ቃል ኣምላኽ ምስ በፅሐቶም ግን ቀልጢፎም ናብ ንስሓ ኣትዮም ተግባራዊ ምግባሮም ንሕና ካብዚ ንዓብዪ ትምህርቲ ክንወስድ ዝግባና ክልተ ነገር ሓደ ጾም እንተእወጅ ንዚ ተራ ምስኪን ድኻ ህዝቢ ጥራሕ ኣይኮነን ንመንግስቲ እውን ጭምር እዩ። ኣብ ዝኾነ ይኹን መሪሕነት ንዘሎ እውን ጭምር እዩ ፆም ዝእወጅ፣ ፀሎት ዝእወጅ። ኩሉ ኣብ ትሕቲ ፈጣሪ እዩ። ብፈጣሪ ዘይኣምን ኣካል እንተልዩ ንሱ ምናልባት ብደዉ ዝሞተ እዩ። ኣልበለዚያ ንኹሉ እዩ። ሰብኣ ነነዌ ዝደሓኑ ካብ ንጉስ እስካብ ተራ ሰራሕተኛ እቲ መልእኽቲ ኣምላኽ ተቐቢሎም ተግባራዊ ብምግባሮም እዩ። ሕዚ እውን ካብዚ ክንመሃር ሓደ ቀልጢፎም ምስምዖም ካልኣይ ደሞ ኩላቶም ብሕብረት ምውጻም ምጽላዮም ክድሕኑ ገይርዎም እዩ። እዛ መንገዲ እዚኣ ንነነዌ ሰባት ጥራሕ ተይኮነስ ንዝኣምን ኩሉ መድሓኒት ስለዝኾነት ካብቶም ሸውዓተ ኣጽዋማት ሓንቲ ኮይና ተቐሚጣትልና ወለድና እናተጠቐሙላ ፀኒሖም እዮም። ሕዚ እውን ከምቲ ኣቦታትና ዝበልዎ ትግራይ ካብ ነነዌ ኣብ ዝበኣሰ ሕማቕ መንገድታት ሕማቕ ነገራት ዝስምዑላ ኮይና ኣላ። እዚ መልእኽቲ እዚ ንተጋሩ ንኤርትራውያን ጥራሕ ኣይኮናን ንመሓለፎ ንክርስቶሳውያን ብምልኦም ኢትዮጵያውያን እውን ሓዊሱ ኣብ መላእ ዓለም ንዘሎ ኦርቶዶክሳዊ ኣብዚ ሰዓት እዚ ክንሰርሕ፣ ክንንቀሳቐስ፣ ክነልምዕ፣ ክንረዳዳእ፣ ክንተሓጋገዝ፣ ይህን ምህን ክንበሃል፣ ክንመኻኸር፣ ክንዛተ እምበር ንሰንሳትና እናተባላዕና እናተባእስና ሓደ ብላዕሊ ይደብድብ ሓደ ብታሕቲ ይፍሕር እንታይ ጉድ እዩ ወሪዱና? ብፍላይ ኣብ መሪሕነት ዘሎ ኣካል ኣብ ማዕደ ይኹን ኣብዚ ዘሎ ኣካል ብደንቢ ክሓስበሉ ክዝትየሉ ይግባእ። ጦርነት ከምቲ ወለድና ዝበልዎ ንማንም ኣይጠቅምን፣ ጠቒሙ ኣይፈልጥን፣ ንፅባሕ እውን ኣይጠቅምን። ስለዚ ጨው እንታይ እዩ ዝበሃል ክትምቅር ተኮይንካ ንባዕልኻ ኢልካ መቅር እዩ ካብኡ ላዕሊ ተኮይኑ መዓት እግዚኣብሔር ኣብ ርእሴና እዩ ኣንፅላል እዩ ዘሎ ስለዚ ክቡራንን ክቡራትን ደቂ እግዚኣብሔር ኩልኻትኩም ኩላትና ናይ ሰላም ሰበኽቲ ንኹን። ኩላትና ዮናስ ንኹን። ኩላትና እውን ናይ ሰብ ነነዌ ትምህርቲ ንውሰድ። ዮናስ እኮ ብዙሕ ስብከት ኣይሰበኸንሎም። ምድረ ነነዌ ትትገፈታ እስከ ሰሉስ እለት ኣብ ሰለስተ መዓልቲ ዝዓዲ እዚኣ ክትጠፍእ እያ እዩ ካብቲ ናይ ዮናስ ስብከት ንላዕሊ ናይ ነነዌ ሰባት ቀልጢፎም ምድማጾም እዩ እቲ ዓብዪ ፍታሕ ዘምጸእ። ዮናስ እታ ዝተላእኻ መልእኽቲ ኣይወሰኸን ኣይቀነሰን ንሳ ወሲዱ ነጊርዎም ንሳቶም ደሞ ቀልጢፎም ሰሚዖም ናብ ተግባር ኣትዮም። ንሕናኸ እንተኾይንና ክንደይ ቃለ ወንጌል ይስበኽ ኣሎ ክንደይ ምኽረ ሓሳብ ይወሃብ ኣሎ ክንደይ ሰላማዊ መልእኽቲ ይሓልፍ ኣሎ ከምቲ ብፁዕ ኣቦና ኣቡነ መርሃ ክርስቶስ ዓንተቦ ዝጠቐስዎ ብፍላይ ኣብ ትግራይ ዘለዉ መራሕቲ ክንደይ መዓልቲ እዩ ምኽሪ ተዋሂቡ ክንደይ ብኣካል ብኣካል ይኹን ብሚድያ ይኹን ክንደይ ክንደይ ልመና ኣቦታትና ክንደይ ተመላሊሶም ግን ሰማዕ ኣይተረኸበን። ሰማዒ ዘይምርካቡ ድማ ዝሕዝን ንሪኦ ንሰምዖ ዘለና ይኸውን ኣሎ ይገድድ ኣሎ። ስለዚ እቲ ዝሓለፈ ሓሊፉ ኣሎ ይኣክል ኢሎምና ኣሎ ኣቦና ናይ ኣቦና ቃል ሰሚዕና ንሕና እውን ይኣክል ኢና ንብል እንተዘይኮይኑ ግን ታንከር ዘንተ ዘይብእስ ኣሎ እዩ እሞ ክቡራንን ክቡራትን በዚ መሰረት ጌርና ዓድና ዘላትሉ ቁልውላውን መከራን ፀበባን ቀለብ ኣራዊት ምዃንን መሰረት ገርና እቲ ዝተለመደ ጾምና ኣጠናኺርና ብፁዕ ኣቦና እንተመሓልፉ ምህላ እውን ወሲኽና ጾም ጥራሕ ተይኮነስ ብስሩ ጾም ብባህሪኡ ጾም ጥራሕ ተኣውጆ ኣይፈልጥን ቀድሱ ጾም ወስብኩም ምህላ እዩ ዝብል ናይ ጾም መዓልቲ ፍለዩ ቀድሱ ምህላ እውን ወስኽሉ ምህላ ሓዊስካ እዩ እሞ ተምህለላ ብፍላይ ኣብያተ ክርስቲያናት ኣብ ገጠር ይኹን ኣብ ከተማ ዘለዋ ኣብያተ ክርስቲያናት ብፍላይ ኣብ ትግራይ ዘለዋ ስእለ ኣድህኖ ብምሓዝ ኣብ ኣውደ ምህረት ብምውፃእ ስርዓተ ምህላ ብምክያድ ስብከተ ወንጌል ብምውሳኽ እዛ ሰለስተ መዓልቲ ዓባይ ዓባይ ፆም ዓባይ ናይ ፀሎትን ናይ ምህላን ግዘ ክንገብራ ኣቦታትና ቃሎም የሕልፉ ኣለው።

ኣቦታት ደግሞ በየትም ይሃሊ ናይ ኩሎቦ እውን ስለ ዝኾነ ብፍላይ ብፍላይ ደግሞ ኣብ ሐዚ ኣብ ክልተ ተፈልዮም ዘለዉ ደቅና ኣብ መከራ ዘሎ ህዝብና እናተናወሐ ባዕልኻ ንባዕልኻ ተቓቲልካ ንምንጋሩ ዘይምቺ ንብብካዩ ዘይምቺ ኩነታት ዘለናሉ እዩ። በዚ ኣብ ውሽጢ ዓዲ ዘለኹም ደቅና እውን ትዲኤፍ ብቲ እውን ኣብ ሓራ መሬት ዘለዉ እውን ደቅና ኩለኹም ደቅና ኢኹም ካብ ማንም ከምቲ ብፆቦና ዝበልዎ እዩ ካብ ማንም ፖለቲካ ነፃ ዝኾንኩም ትማሊ ንዛ ህዝቢ ትግራይ ንዛ ሓንቲ ትግራይ ሓቢርኩም ዝወደቅኩም ሓቢርኩም ዝቆሰልኩም ሓቢርኩም እውን ብፆትኩም እውን ናብ በረኻ ዝቐበርኩም ኢኹሞ ሕዚ ግን ንምንጋሩ መሰከፋይ ብዝኾነ መልክዑ ንዝኾነ መልክዑ ብታሪክ እውን ሓው ንሓው ተቃቲሉ ታሪክ እውን ዘይብሉ ሕማቅ ታሪክ እዩ እሞ ንዓድና ዝከውን ዘሎ ስለዚ እቲ ብፁኣን ኣቦታትና ዝበልዎ ሕዚ እቲ ተጀሚሩ ዘሎ ንሰምዐን ዘለና ጠጠው ኣቢልኩም ናብ ጠረቤዛ መፂኹም እቲ ህዝቢ ተፈናቂሉ ዘሎ ኣብ መከራ ዘሎ ህዝብኩም ብውሽጥም ዘለኹም ብደገም ዘለኹም ንዑኡ ናብ ማዕዶ ድኣ ናብ መረበቱ ሓዊስኩም ትግራይ ኣብ ሰላም ሰላም ክትረክብ ሰላም ብሰላም ክትንቀሳቀስ ናይ ሰላም ሃዋህው ክነብር ድኣ እምበር ባዕልኻ ንባዕልኻ ካን ቃይልን ኣቤልን ተቃቲልካ ትርጉም ዘይብሉ ሂወት ክኸውን ዋጋ የብሉን ስለዚ እቲ ሓደ እዚት መልእኽትና እዩ ብፍላይ ኣብ በረኻ ዘለኹም ውሽጢ ዓዲ ዘለኹም ንዚዩ እውን ንክልተ ኣሕዋት ንክቃተሉ ላብ ዘይኮነ ንክኣትዩ ኣብ መሓበራዊ ሚድያ ተጋድዱ ዘለኹም ደቅና እውን እዚ ትክክል ኣይኮንኩምን ዓበይቲ ዓዲ መራሕቲ ሃይማኖት ንዙይ ኣብ ዝሓፀረ መዓልቲ ኣብዚ ክልተ መዓልቲ ጠቕላላ ሲኖዶስ ተሰብሲቡ መፍትሕታት ክወሉ እዩ ሕዚ ኣውዚ ዘለና ብጾ ቦና ኣውነ ማራክቶስ ብጾ ኣውነ ሰላማ ብጾ ኣውነ ናትናኤል ኣውዚ ኣነ እወን ኣለኹ ኣብ ቤት ጽሕፈት ዘለና ኢና ብዛዕባ እቲ ጾመ ነነቤ ነዘን ሕዚ ነበን ዘለና ኣውዚ ክልተ መዓልቲ ግን ምሉእ ሲኖዶስ ተጸዊዑ ብዛዕባ ህልው ሃገርና ተመያይጥና ውሳኔ እውን ንሕልፈሉ ንደቅና እውን ንትዩ ንትዩ ተይበልና ንታ ትግራይ ዝምች ዝጥዕም ነገር እውን መልእክቲ ዝመሓላለፈሉ ግዜ እውን ከም ዝኾነ እዚ ተሓሲብኩም ሕዚ ግን ዝምህለ ጾም እውን ስልዛቲ ዘሎ ምስቲ ጾም ጾም ክንጸውም እንተኾይንና እናተቓተልና፣ እናተዳወና፣ እናተባኣስና፣ እናተጻረፍና ኣይኮነን። እስቲ እዘን ሰለስተ መዓልቲ ኩሉኹም ብትይ ብትይ ዘለኹም ሰባት እስቲ ናብ ኣምላኽና ንማህለል። እስቲ ናብ ኣምላኽና ንርኣ። ከምቲ ንነብዩ ዮናስ እግዚኣብሄር ዝሰምዖ፣ እግዚኣብሄር ንነብዩ ዮናስ ሰሚዑ ደሞ ነቲ ህዝቢ ሰብኣ ነነዌ እውን ካብቲ መጺኡዎ ዝነበረ ሽግር እውን ክድሕን ከም ዝኸኣለ ህዝብና ክድሕነሉ ዝኽእል ናብ ሓደ መጺና ተሓደ ተሰዳዳይ ተሓደ መሳዳዳይ ኮይኑ ተኾነስ ንኹሉ ትግራይ እኽልት እያ ንነዊሕ ዘመናት እውን እንኳን ክልተ ውዚ ዘለዉ ሰባት ውሕዳት ኣይኮናን እቶም ቅዱሳን ነገስታት ኣብርሃ ብሃጽዋ እኳ ክልተ ነገስታት ኮይኖም ምድሪ ብሰላም ብፍቕሪ ኣመሓዲሮማ እዮም ምድሪ ስለዚ ኣብዚ ጾመ ነነዌ ሙሉእ ቤተክርስትያናት ዘለዉ ኣብ ኣብ ውሽጥን ኣብ ዓድም ዘሎ ስለ ስለ ህዝቢ ትግራይ ስለ እዚ ሕዚ ዘሎ ትፍጠር ዘሎ ሕዚ እናሞተ ዘሎ እናቆሰለ ዘሎ ላብ ዘይኮነ ይኸይድ እውን ስለ ዘሎ ኣብዚ ጥዕም ቦታ ኮይንኩም ኣብዚ ዘለኹሞ ንሰለስተ መዓልቲ እናጸለኹም እናመጸትኩም ጸንሕሞ ድሕሪ እቲ ሰለስተ መዓልቲ ኣብቲ ዕስራን ሽዱሽተን ኣብቲ ዕስራን ሸውዓተን ግን ሲኖዶስ እውን ጠቕልል ኣቢሉ መልእኽቲ ዘመሓላልፈሉ እውን ክኸውን ስለ ዝኽእል ስለዚ ኣብዚ ኩላትና ናብ ሓደ ንመጸሉ ናብ ሓደ እንኾነሉ እዩምበር ንፈላለየሉ ሰዓት ኣይኮነን እዙይ ዋና መልእኽትና እዩ እታ ናይ መወዳእታ ንሕና ካም ኦርቶዶክስ ቤተክርስትያን ካም ትግራይ ኦርቶዶክስ ተዋህዶ ቤተክርስትያን ጥራሕ ኣብ ትግራይ እዩ ዘሎ ይመውት ዘሎ ተይኮነስ ካምቲ ቅድም ብፁዓን ኣቦታትና በልዎ ኣብ ኣምሓራ ዝመውት እውን ወገንና እዩ ክርስትያን እዩ ዝውዳእ ዘሎ ኣብ ኦሮሞ ዝውዳእ ዘሎ እውን ኣብ ዝተፈላለየ ብቻ ዘሎ ክርስትያን ክመውት የውዲ ሰብ ሰብስ ክመውት የውልን ጦርነት ክህሊ የውልን ብ ብዝከኣል ኣብ ጠረጴዛ ኮይንኩም ብሰላማዊ ነገር ክፍታሕ እዩ ዘለዎ ተዘይኮይኑ ሰብ እናበልዕኻ ሰብ መቸም ብጨዋታ ብማይ ኣይኮነን ዝጨዋት ዘሎ ሰብ ስለዚ ብሓዊ ኢና ጨዋታን ብሓዊ ጨዋታ ደሞ ፅቡቅ ስለዘይኮነ ህዝብና ነስተውዕል ስቆይልና ምስ ዝኾነ መራሕቲ ብዝንብ ብልቡልና ተይኮነስ ኣስተውዒልና ክንኸድ ይግበና ትኽክል ልዘይኮነ ትኽክል ኣይኮንኩም ኢልና ኣብ ሓደ ዓሲልና ህዝብና ከይውዳእ ህዝብና ከይመውት ህዝብና ከይፀንት ንታሪክ እውን ባዕል ንባዕሎም ተዋድኡ ተዋድኡ ህዝቢ እናተብሃለ ፀሊም ከምቲ ናይ ርዋንዳ ታሪክ ከይኾነና እቲ ዝሓለፈ ጀኖሳይድ እናተፈፀመ ካልኣይ ጀኖሳይድ ከይፍፀም ስግኣት እውን ስለዘለና ኣብ መላእ ዓለም ዘለኹም ኣብ ኢትዮጵያ ዘሎ ፌደራል መንግስቲ እውን ኣብዚ ዘሎ ጊዚያዊ መንግስቲ እውን ብስነስርዓት በታ ውዕሊ መሰረት እቲ ሕብረተሰብ እቲ ተፈናቒሉ ዘሎ እቲ ዝመውት ዘሎ ናብ መረበቱ ክምለስ በቲ ውዕሊ ደሞ እቲ ዘይተፈፀሙ ውዕልታት ተፈፂሞም ሰላም ህዝቢ ትግራይ ሰላም ህዝቢ ኢትዮጵያ ሰላም ህዝቢ ኣፍሪካ ክኸውን ድማ ናይ ኩላትና ድልየት እዩ። ንዙይ ኢና ንሕና ንዘለና ስለ ትግራይ ጥራሕ ተይኮነስ ስለ መላእ ዓለም ዘላ ቤተክርስትያን ትምልከተና እውን ስለ ዝኾነት ስለዚ ኣብ ውሽጢ ኣብ ካሊእ ዘለኹም ኣቦታት እውን ስለ ሰላም ምስባኽ ስለ ሰላም ኩላትና ንፀውዕ እዚ ፆም እዙይ ናይ ሰላም ናይ ፍቕሪ ይግበረልና እግዚኣብሔር የኽብረለይ የቐንየለይ ጽላቴ ዘሙሴ